ሰላም ተኸታተልቲ ናይዚ መደብ እዚ ሰላም ቀኒኹም ክትኮኑ ተስፋ ይገብር እዚ ድማ ናይ ዝረባዕ እዚ ተኸታታሊ መፅናዕቲ ንገብሮ ዘለና መበል ዓሰርተ ሓደ መፅናዕቲ እዩ መፅናዕቲ መፅሓፍ ቅዱስ ከምቲ ኩሉ ሳዕ ክበሃል ዝቐነየ ኣብዚ ረባዕ እዚ ክልተ ሰሙን ተሪፍዎ ዘሎ ማለት እዩ ኣብ እቶን መከራ ምስ የሱስ ኣብ ትሕቲ ትብል ኣርእስቲ ኣብ ሰሰሙን ዝተፈላለየ መደባት ክነቕርብ ጸኒሕና ማለት እዩ። ስለዚ እዚ መበል ዓሰርተ ሓደ መጽናዕቲ ኮይኑ ኣብ ቁራዕ መከራ ኮይንካ ምጽባይ ቁራዕ መከራ ክንብል ከለና መከራ፣ ሽግር፣ ፈተና፣ ብድሆታት ኩሉ ኣብ ህይወት ዘጋጥም ዝተፈላለየ መሰናኽላት ክበሃል ይከኣል ማለት እዩ፣ ፈተናታት ብሓፈሻ። እዚ ከም ቁራዕ መከራ እዩ፣ ብዛዕባ ቁራዕ ዝብል ቃል ኣብ ዝሓለፈ ግዜ ጠቒስናዮ ኣለና፣ ነቶም ሕጂ ንመጀመርያ ግዜ ነዚ ትርእይዎ ዘለኹም ድማ ኣብ ዩቱብ ኬድኩም ካብ ቀዳማይ መጽናዕቲ ዘሎ ኩሉ ክትከታተልዎ እዕድም፣ ንእግረ መገደይ እንድሕር ንመጀመርያ ግዜ ሎሚ ትርእይዎ ኣለኹም ኮንኩም ማለት እዩ እሞ። ሕጂ ድማ ብዛዕባ ናይ ምጽባይ ኣድላይነት ማለት እዩ። ኣብ ቁራዕ መከራ፣ ኣብ ፈተና፣ ኣብ ሽግር፣ ኣብ ጸበባ ወይ ኣብ ዝተፈላለየ በዳሂ ናይ ህይወት ፍጻሜታት ክትህልዉ ከለኹምሲ ናይ ምጽባይ ኣገዳስነት እዚ ድማ ብመንጽር'ቲ ምስ ኣምላኽ ዘለና ህይወት ማለት እዩ ብመንጽር'ቲ ሰዓብቲ ኣምላኽ ምዃንና፣ ናይ ኣምላኽ ሰባት ምዃንና፣ ብስም እግዚኣብሄር እንድሕር ተጸዊዕና፣ ናይ እግዚኣብሄር ህዝቢ እንተደኣ ኮይንና፣ ነቲ ጻውዒት እንድሕር ተቐቢልናዮ፣ ምኽንያቱ ንክርስቶስ እንድሕር ኣሚንናዮ፣ እንተደኣ ተቐቢልናዮ፣ ሰዓብቲ እንተኾይንና ህዝቢ ኣምላኽ ኢና ንበሃል። ስለዚ ምስዚ መቐን ምስዚ ሓሳብዚ እዩ እቲ ክረአ ዘለዎ ማለት ስለዚ ብብዙሕ መንገዲ ክረአ ከኣ እዩ ነቶም ገሌኹም ኣብ እምነት ዘለኹም እምነቱም ክሳብ ክንደይ ድልዱል ምዃኑ ትፍትሽሉ ግዜ ክኸውን ይኽእል እዩ ነቶም ፈፂምኩም ኣብ እምነት መሰረት ዘይብልኩም ድማ ተይልኩም እቲ እምነት ትጅምርሉ ልዕሊ ኩሉ ግን በዛ መዓልቲ እዚኣ ንክርስቶስ ህይወትኩም እትውፈዩሉ ወይ ድማ ንክርስቶስ ንክትስዕቡ እትውስኑሉ ክኸውን ይኽእል እዩ ማለት እዩ። ግን ቅድሚ ምጅማርና ጸሎት ክንገብር ኢና እሞ ንጸሊ። እግዚኣብሔር ኣብ ማእኸልና ክርከብ መንፈሱ ድማ ክመርሓና። ቅዱስ ቅዱስ ቅዱስ እግዚኣብሔር ኣምላኽና ሰማይን ምድርን ዝፈጠርካ ኣምላኽ ተመስገን ናይ ህይወት ፈልፋሊ ምንጪ ንስኻ ኢኻ ኩሉ በረኸት ካባኻ እዩ ዝመጽእ ብኣኻ ኢና ንነብር ብኣኻ ኢና ንዋሳወስ ኦ ኣምላኽ ስለ ኩሉ ተመስገን ሕጂ ከኣ ቃልካ ከነጽንዕ ከለና ኣብ ማእከልና ተረኺብካ ንኹሎም ነዞም ንመልእኽቲ ነዚ መልእኽቲ ዝሰምዑ ባርኮም ምስትውዓል ሃቦም ንዓኻ ክፈልጡኻ ልቢ ድልየት ሃቦም ብስም የሱስ ኣሜን። ሕራይ እምበኣር ኣብ ቁራዕ መከራ ምስ የሱስ ዝብል ኣርእስቲ እዩ። ፍቓድ ኣምላኽ እናገበርኩም ነታ ተስፋ ምእንቲ ክትረኽብዋስ ትዕግስቲ የድልየኩም እዩ ይብል ኣብ ዕብራውያን ዓሰርተ ፍቕሪ ሰላሳን ሽዱሽተን ትዕግስቲ የድልየኩም እዩ ይብል ፍቓድ ኣምላኽ እናገበርኩም ስቕ ኢልካ ኢድካ ኣጣሚርካ ኮፍ ኢልካ ምጽባይ ዘይኮነ ፍቓድ ኣምላኽ እናገበርካ፣ እቲ ኣምላኽ ዝገለጸልካ ንህይወትካ ንዓኻሲ ብንጹር እንታይ ክግበር ከም ዘለዎ፣ ኣምላኽ እንታይ ክትገብር ከም ዝደልየካ ብንጹር ዝገለጸልካ ንዕኡ እናገበርካ ድማ እናተጸበኻ ነዚ ኹሉ ንኽትገብር ትዕግስቲ የድልየና ይብል ኣብ ዕብራውያን ዓሰርተ ሰላሳን ሽዱሽተን። ስለምንታይ እዩ ትዕግስቲ ዘድልየና? ብኸመይ ምስ እቶን መከራ ወይ ቁራዕ መከራ ዝተኣሳሰር? ኣብ መጽሓፍ ቅዱስ ኣብ ጽንኩር ወይ ኣጸጋሚ ኵነታት ኣብነታት ክዀኑና ዝኽእሉ ኣየኖት እዮም? ካብኣቶም እንታይ ክንመሃር ንኽእል? ኣብዚ ሕጂ ከም ናይ ኤልያስ ምስሊ እዩ ተባሂሉ ክርኤና ከመይ ኢሉ ይሃድም ስለምንታይ ይሃድም ከም ዝነበረ እዚ ከኣ ብርግጽ ናይ ጎይታናን መድሓኒናን የሱስ ክርስቶስ ማለት እዩ ንሱ ፈጣሪ ኩሉ ዓለም እዩ ግን ሰብ ኮይኑ ከኣ ተመላሊሱ ምእንታና በጃ ሓሊፉ ኣብ ጎልጎታ ሞይቱልና ብኡ ህይወት ንረክብ ማለት እዩ ሕጂ እቲ ንርእዮ ነጥብታት እንታይ እዩ? ኣምላኽ ብዛዕባ ብትዕግስቲ ምጽባይ እንታይ ኢሉ? ትዕግስትን ተስፋን ኣብ እቶን መከራ ኮይንካ ምጽባይ፣ መጽሓፍ ቅዱሳዊ ኣብነታት ብትዕግስቲ ምጽባይ፣ ብዛዕባኻ ዳዊት ከምኡ ድማ ዓቕሊ ምስኣን ኤልያስ እዞም ክልቲኦም ክንርእዮም ኢና። ኣብዚ ሕጂ ንእግረ መገደይ ይቕሬታ ክብል ኣብዚ ትርእይዎ ዘለኹም ብዛዕባ ዝብል ዘሎ ኣብዚ ጋብ ኣሎ ስለዚ ብትዕግስቲ ዝብል ድማ ኣብዚ ውን ኣሎ ጋግ ኣሎ ማለት እዩ ስለዚ ክቃራረብ ነይርዎ እዛ ትን ዕን ትብልን እዛ ዛን ዕን ትብል ክቃራረባ ነይርወን ይቕሬታ ስለቲ ጌጋ ማለት እዩ። ስለዚ ኣምላኽ ብዛዕባ ብትዕግስቲ ምጽባይ እንታይ ኢሉ ኣሎ? እንታይ ኢሉ? ትዕግስትን ተስፋን ብዛዕባኡ ክንርኢ ኢና። ኣብ እቶን መከራ ኰይንካ ምጽባይ ብዛዕባኡ ክንርኢ ኢና። መጽሓፍ ቅዱሳዊ ኣብነታት ድማ ክንርኢ ኢና። ብትዕግስቲ ምጽባይ ዳዊት ክንመሃር ኢና። ብዛዕባ ዳዊት ካብ ህይወት ዳዊት ዓቕሊ ምስኣን ኤልያስ ከመይ ማለት ኤልያስ ኣብዚ ንሪኦ ዘለና ሕጂ ይሃድም ኣሎ እንታይ ኮይኑ ክንርኢ ኢና ብትዕግስቲ ምጽባይ ምምሃርን ምልምማድን ድማ ክንርኢ ኢና ማለት እዩ ትዕግስትን ተስፋን። እቲ ናይ ትዕግስትን ምጽንናዕን ኣምላኽ ኣብ ንሓድሕድኩም ከምቲ ናይ ክርስቶስ የሱስ ጌርኩም ሓደ ሓሳብ ክትሓስቡ ይሃብኩም ይብል ኣብ ሮሜ ዓሰርተ ሓሙሽተ ፍቕዲ ሓሙሽተ። ስለዚ ኣምላኽ እንታይ እዩ ዝበሃል ናይ ትዕግስትን ናይ ምጽንናዕን ኣምላኽ እዩ ዝብል። ስለዚ ትዕግስቲ እዋ እውን እንተኾነ ዋላ ክንዕገስ ኣለና እንተተባህለ ግን ካብ ኣምላኽ ኢና ንረኽቦ ምጽንናዕ ከኣ ካብ ኣምላኽ እዩ ዝርከብ ስለዚ ኣምላኽ ምንጪ ኩሉ ምጽንናዕ ምንጪ ኩሉ ትዕግስቲ ልዕሊ ኩሉ ከኣ ምንጪ ኩሉ ህይወት እዩ ንሱ እዩ ንኹሉ ፈጢርዎ ንኹሉ ድማ የጽንዑ ኣጽኒዑ የንብሮ ኣሎ ማለት እዩ ስለዚ እንታይ እዩ ዘሎ እቲ ናይ ትዕግስትን ምጽንናዕን ኣምላኽ ኣብ ንሓድሕድኩም ከምቲ ናይ ክርስቶስ የሱስ ጌርኩም ሓደ ሓሳብ ክትሓስቡ እንታይ እዩ ናይ የሱስ ሓሳብ ክንርኤ ኢና ትዕግስቲ ሓደ ካብ ባህርያት ኣምላኽ እዩ። ትዕግስቱ ዘይምግዳስ፣ ጸገማት ንምዕራይ ዋላ ሓንቲ ክገብር ከም ዘይክእል ወይ ላኛ ላኛ ምዃኑ ኣይኮነን፣ ማለት ዘይውስን። ኣምላኽ ዕጉስ ስለ ዝኾነ ዓጉስ ዝኾነ ስለቲ ኣባና ዘለዎ ፍቕሪ እዩ። ብእተኻእለ መጠን ንብዙሓት ሰባት ከድሕን ይደሊ እዩ። እዚ ኣብ ካልኣይ ጴጥሮስ ሰለስተ ምዕራፍ ሰለስተ ፍቕዲ ትሽዓተ ዓሰርተ ሓሙሽተ ክንረኽቦ ንኽእል። ሕጂ። ኣምላኽ ሲ ይዕገሰና ይጽበየና ግዜ ይበና ናይ ብሓቂ ይጽበየና ስለ ዘሎ እምበሪ ንሱ ክውስን ስለ ዘይደለየ ኣይኮነን ወይ ብዛዕባ ኩነታትና ተገዳስነት ስለ ዘይብሉ ኣይኮነን እዚ ኩሉ ብግምት ክኣቱ ክኽእል ኣለዎ ክንዕገስ ከለና ንሕና ንኣምላኽ ክንጽበዮ ከለና ንሱ እኳ ዳዩ ዝዕገስ ዘሎ ክበሃል ይከኣል ምክንያቱ ንሱ ከድሕነና ስለ ይደሊ ዘሎ ማለት እዩ እንታይ ማለት እዩ ክድሕነና ይደል ዘሎ ንሱ ይኮነ ደንጉዩ ዘሎ ንሕና ኢና ምናልባት ስለዚ ኣብቲ ዘይረዳእና ኩነታት ድማ ንሱ ገለ ነገር ዝረኣዮ ነገር ስለ ዘሎ እዩ ንፅቡቕና ድማ እዩ ስለዚ ንዕኡ ክንኣምኖ ክንክእል ኣለና ኣብኡ ንሕ ተወኪልና ንሱ እቲ ዝደለናዮ በቲ ግዜኡ ክገብሮ ምዃኑ ኣሚንና ከምታ ቀዲምና ዘንበብናዮ ጥቕስ ፍቓድ ኣምላኽ እናገበርና እታ ተስፋ መታን ክንረኽባ ትዕግስቲ የድልየና እዩ። ዋላ ኣብ ኣዝዩ ጽንኩር እዋናት ዕጉሳት ንምዃን ምእንቲ ክሕግዘና ቃሉ ሂቡና ኣሎ። ትዕግስቲ ምስ ተስፋ ኣጸቢቑ እተኣሳሰረ እዩ። ክልቲኡ ትዕግስትን ተስፋን ተስፋ እንተለካ ኢኻ ክትዕገዝ ትኽእል፣ ኣምላኽ ድማ ተስፋ ሂቡና ስለ ዘሎ። ኣብ ኣምላኽ ምሉእ ብምሉእ ክንውከል ከሎናን ንነፍሳትና ኣብ ኣእዳው ክንሓድገን ከሎናን ዕጉሳት ንኸውን ኣሎና ማለት እዩ። ኣብ ልክዕ ግዜኡ እቲ ዝበለጸ ከም ዝገብር ክንውከሎ ንኽእል ኢና። እዚ ህይወትካ ንኣምላኽ ሂብካ ዲኻ? ተወፊኻ ዲኻ? ከምኡ ከግብረካ ዝኽእል ድማ ንኣምላኽ ስለ እትኣምኖ እዩ። ህይወተይ ኣብ ኢድ ኣምላኽ እያ ዘላ፣ ስለዚ ንሱ ኩሉ ይሓልየለይ እዩ፣ ኣብኡ ተወኪለ ኣለኹ ክትብል ትኽእል። ስለዚ እቲ ምዕጋስ ምስ እምነት ዘለዎ ምትሓሓዝ ድማ ኣዝዩ ዝጠበቐ እዩ። ኣብ እቶን መከራ ኮይንካ ምጽባይ። ምልኣት ዘመን ምስ መጸ ግና ይብል ኣምላኽ ነዚ ካብ ሰበይቲ እተወልደ ትሕቲ ሕጊ እውን ዝዀነ ወዱ ለኣኾ፣ ብዛዕባ ጐይታና የሱስ ክርስቶስ ማለት እዩ። የሱስ ዝመጽኣሉ ግዜ፣ ቦታ፣ ኵሉ ተመዲቡ ነይሩ ብትንቢት። በቲ ልክዕ ግዜኡ ድማ የሱስ መጺኡ። ኣምላኽ ኣብ ግቡእ ግዜ እቲ ዝበለጸ ነገር ክገብረልና ከም ዝዀነ ርግጸኛታት ክንከውን ንኽእል ኢና። ይኹን እምበር ንኣምላኽ እቲ ግቡእ ግዜ መኣስ ከም ዝዀነ ከመይ ኣቢልና ንፈልጥ? ኣምላኽ ናይ ባዕሉ ናይ ግዜ ሰሌዳ ኣለዎ። እቲ መሲሕ ካብ ዝመጽእ ሰብዓ ዓመታት ባርነት፣ እዚ ኣብ ትንቢት ዳንኤል ምዕራፍ ትሽዓተ ንረኽቦ ስሳን ትሽዓተን ሰሙናት፣ ሽሕን ክልተ ሚእትን ስሳን ዓመታት መስጎጉቲ ተሪፉ ነይሩ ማለት እዩ። እዚ ሕጂ ብትክክል ዝትርእይዎ ዘለኹም ኣብዚ ብኣርባዕተ ሚእትን ሓምሳን ሸውዓተን ቅድሚ ልደተ ክርስቶስ ክሳብ ሽሕን ሸሞንተ ሚእትን ኣርብዓን ኣርባዕተን ዝኸይድ እዩ ግን እዚ ግን ብሕጽር ብዝበለ ካብ ኣርባዕተ ሚእትን ሓምሳን ሸውዓተን ክሳብ ሰላሳን ኣርባዕተን ድሕሪ ልደተ ክርስቶስ እዚ ትንቢት እዚ ተነጊሩ ነይሩ ኣብ ትንቢት ዳንኤል የሱስ ዝስቀለሉ የሱስ ኪዳን ዝኣትወሉ ንህዝቢ ኣይሁድ መልእኽቲ ዝነግረሉ እስጢፋኖስ ድማ ብእምኒ ዝቕጥቀጠሉ ዳሕራይ እቶም ኣይሁድ ስለ ነቲ ወንጌል ስለ ዘይተቐበልዎ ሃዋርያት ናብ ኣሕዛብ ክኸዱ ከለዉ ሕጂ እቲ ሓሳብ ግን እንታይ እዩ? ኩሉ እግዚኣብሄር ብመደብ እዩ ዝሰርሕ። ዋላ የሱስ ናብ ምድሪ ክመጽእ ከሎ እውን ብመደብ እዩ ነይሩ። ትንቢት ተነጊሩ ነይሩ። ኣምላኽ ብስኬጁል ወይ ድማ ናይ ግዜ ሰሌዳ እዩ ዝሰርሕ። ኣብ ህይወትና እውን ከምኡ ኣብ ኩሉ እግዚኣብሄር ብከምኡ እዩ ዝሰርሕ። ስለዚ ንሱ ድማ እሙን ኣምላኽ ስለ ዝኾነ ንሕና ግን ቦታና ክንሕዝ ክንክእል ኣለና። ንየማን ወይስ ንጸጋም እንተ ደኣ ኢልና ክንዕ ምዕንቃፍ ጥራሕ ኢና ክንገብር እንኽእል። ንኣምላኽ ክንጽበዮ ኣለና። ንሱ ስርሑ ኣይረስዕን እዩ። ሕጂ እቲ ሕቶ ኣብዚ መጺኡ ዘሎ እንታይ እዩ? ካብዚ ዘለኹዎ እቶን መከራ ንኽወጽእ ንኽውጽኣኒ ዶ ኣምላኽ ናይ ግዜ ሰሌዳ ኣለዎ? እወ፣ ብዘይ ጥርጥር! ክሳዕ ሽዑ ግን ምጽባይ ብኸመይ ክሕግዘኒ ይኽእል? ከመይ ክሕግዘኒ ይኽእል ምጽባይ? ኣብ ኣምላኽ ክውከል ይሕግዘኒ። ምኽንያቱ ምስ ኣምላኽ ንኣምላኽ እንድሕር ትጽበዮ ኮይንካ እዚ ድማ ናይ ምስ ትውክልቲ ኣብ ኣምላኽ ምስ ምእማን ምትሓሓዝ ኣለዎ። እንድሕር ዘይትጽበ ኮይንካ ንኣምላኽ እምነት የብልካን ማለት እዩ። ስለዚ እግዚኣብሄር ድማ እምነት ክህልወና ስለ ዝደሊ ኣብ ብዙሕ ኣጋጣሚታት ህይወት ክንጽበ ዘድልየና ኩነታት ይፈጥር ማለት እዩ። ብዛዕባ ገዛእ ርእስና ከኣ ዝነጸረ ስእሊ ክህልወና ይሕግዘና። ምክንያቱ ዝኾነ ነገር እንድሕር ደኣ ደሊኻዮ ሽዑ ንሽዑ እንድሕር ተዋሂብካ ብዘይ ከይሓሰብካሉ ከየውረድካሉ ከየደየብካሉ ዘይከውን ነገር እዩ ቆልዓ መብዛሕትኡ ግዜ እቲ ንሕና ከም ህዝቢ ከም ሰባት ወይ ድማ ከም ህዝቢ ኣምላኽ ምስ ኣምላኽና ዘለና ርክብ ልክዕ ምስቲ ኣብ መንጎ ቆልዓን ወላድን ዘሎ ርክብ እዩ ወላዲ ቆልዓ ዝኾነ ሃበኒ ሃበኒ ክብል ከሎ እቲ ወላዲ ስቕ ኢሉ ኣይህቦን እዩ። እንድሕር ስቕ ኢሉ ዝህቦ ኮይኑ ናይ ብሓቂ ከም ወላዲ ክገብሮ ዝግብኦ ሓላፍነት ኣይዋጽኣን ኣሎ ማለት እዩ። ግን እቲ ቆልዓ ኣእምርኡ ስለ ዘይዓበየ ኣብ መንጎ ሕማቕን ጽቡቕን ዘሎ ፍልልይ ስለ ዘይፈለጠ ሓንጎል ናይቲ ቆልዓ ኣይኮነን ዝሰርሕ ኣብ ክንዲ እቲ ቆልዓ እንታይዳ ናይ ወለዱ ሓንጎል እዩ ዝሰርሕ ንሳቶም ከኣ ሓላፍነት ኣለዎም ነቲ ቆልዓ ክመርሕዎ ስለዚ ንሶም ሃበኒ ሃበኒ ክብል ከሎ እቲ ቆልዓ እቶም ወለዲ እዮም እዚ ጽቡቕ ድዩ ሕማቕ ድዩ ኢሎም ዝውስኑ እምበር እቲ ቆልዓ ኣይኮነን ቆልዓ ኣጋጣሚ ኮይኑ እንድሕር ጽብቕቲ ኮይና ንሶም ከኣ ኦኬ ኢሎም እንታይ እዮም ዝብልዎ በዚ እንግሊዝኛ ኣፕሩቭ ይገብርዎ ማለት እዩ ሕራይ ይብልዎ ስለዚ ንሕና ከዓ ከምኡ እቲ ኣብ መንጎናን ኣብ መንጎ ኣምላኽን ዘሎ ርክብ ኣብ መንጎ ልክዕ ቆልዓን ወላድን ዘሎ ርክብ እዩ ኣምላኽ እዩ ዝፈልጥ ካባና ንላዕሊ ክንሓቶ ከሎና ሓደ ሓደ ግዜ ንዓና ዘይጠቕመና ነገር እውን ክንሓትት ንኽእል ኢና ንሱ ግን ከም ወላዲ ይሓልየልና ኩሉ ሳዕ ድማ ኣብ ዕብየት ኢና ዘለና ዋላ ማለት እዩ ኣብ መንጎ ሕማቅን ጽቡቅን ዘሎ ፍልልይ ብርግጽ ቃል ኣምላኽ መጽሓፍ ቅዱስ ከነንብብ ከለና ርድኢትና እንዳዓበየ ይኸይድ ብኸምኡ ብኡ መጠን ድማ ክንጽሊ ከለና ከም ፍቃድ ኣምላኽ ክንጽሊ ንኽእል ኢና ግን ኩሉ ግዜ ፍጹማት ኣይንኸውንን ኢና ብምርዳእና ዳስዋይ መጽሓፍ ቅዱስ ይብል ኣብ ልቦናኻ ኣይጸጋዕ እዩ ማለት ስለዚ እቲ ምጽባይ ብዛዕባ ግዛእ ርእስና ዝነጸረ ስእሊ ክህልወና ይሕግዘናል ማለት ብዛዕባ እቲ ንሓቶ ዘለና ሕቶ ንሓስብ ስለምንታይ ከም ዝኸውን ዘሎ ናይ ብሓቂ ከየድልየኒ እዩ ኣየድልየኒ ድዩ ስለምንታይ እግዚኣብሄር ነዚ ድንጉዮ ዘሎ ኢልካ ክትሓስብ ከለኻ ብዛዕባኻ ዝነጸረ ስእሊ ይህልወካ ዋላ ትቕይረሉ ሓሳባትካ እውን ድሕሪ ዝተወሰነ ግዜ እንድሕር ኣርኢኻዮ ኣዝዩ ንጹር ይኸውን እቲ ናትካ ጸሎት ግቡእ ከም ዘይኮነ ድሓር እውን ይርድኣካ ማለት እዩ ስለዚ ብዙሕ ረብሓታት ኣለዎ ካልእ ዘይሕለል ይገብረካ ዘይትሕለል ይገብረካ ድሕር ዘይትጽበ ኮንካ በቃ ዋላ ሓንቲ ብቑዕ ኣይኮንካን ንዝኾነ ይኹን ነገር ቀልጢፍካ ተስፋ ትቆርብ ዘይትሕለል ኣይትኸውን ኢኻ ማለት እዩ እምነትካን ትውክልትኻን ይዓቢ ኣብ ኣምላኽ ምስ ተጸበኻ ምኽንያቱ ኣምላኽ እሙን እንተ ደኣ ኮይኑ ተጸቢኻ ንሱ ከም ዘይሓድገካ ስለ ትኣምን ስለዚ እግዚኣብሄር ድማ ክኽሕሰካ እዩ ንዑ እንድሕር ትጽበሉ ንዑ ተጸብዮም ዝሓፈሩ ዋላ ሓደ የልበን ሓፈረ ሰብ ኣምላኽ ንኹሉ ንጽቡቕ ኣምላኽ ንኹሉ ንጽቡቕ ዝገብረሉ ግዜ ኣለዎ እዚ ድማ ኣብ መወዳእታ እግዚኣብሔር ከምቲ ኣቐዲመ ዝበልክዎ ኣብ መጽሓፍ ቅዱስ እንታይ ይብል እቶም ብኡ ዝኣምኑ ኣይሓፍሩን እዮም ይብል ስለዚ እሱ ከዓ ኣብ መወዳእታ ጽቡቕ ምዃኑ ክትርእዮ ኢኻ ብእምነት ንክነብር ይሕግዘኒ ማለት እምነት ኣድላይነት ብእምነት ናይ ምንባር ብዛዕባ ኣምላኽ መፅና ንዛረብ ስለ ዘለና እምበር ኣብ ነንሓድሕድና ደቂ ሰባት እውን ብእምነት ኢና ንነብር እምነት ኣገዳስነቱ ይርድኣና እዩ ስለዚ ምስ ኣምላኽ እውን ከምኡ ብእምነት ክንነብር ይሕግዘና ማለት እዩ እዚ ኩሉ ረብሓታት ክህሉ ክመጽእ ክንረኽቦ ንኽእል እንተ ምጽባይ ብዘይ ምጽባይ እዚ ኩሉ ክኸውን ኣይክእልን ስለዚ እቲ ምጽባይ ኣድላይነት ኣለዎ ማለት እዩ ስለዚ ኣብ ዝኾነ ይኹን ነገር ኣብቲ ምስ ኣምላኽ ዘለና ርክብ ብዛዕባ ዝተፈላለዩ ነገራት ክንፅበ ዘድልየና ነገር ኣሎ መሰረታዊ ሕቶ ክንሓቱ ዘለና እንታይ እዩ ኣብ መንጎ እዚሲ ትኽክል ድዩ ኣይኮነን ወይ እዚ ቅኑዕ ድዩ ኣይኮነን ግቡእ ድዩ ኣይኮነን እዚሲ ኣምላኽ ዝፈቕዶ ድዩ ኣይኮነን ኢልና ክንሓትት ኣለና ብድሕሪኡ ክንጽበ ክንክእል ኣለና እምበር ዓቕሊ ስለ ዝሰኣና ነቲ ኣምላኽ ዝገለጸልና ንጹር ነገር ኣንጻሩ ክንከይድ የብልናን ክንጽበ ኣለና ማለት እዩ መሰረታዊ ሓሳብ ብትዕግስቲ ምጽባይ፣ ዳዊት ከም ኣብነት እንተወሲድና ሕጂ ኢደይ ናብቲ ቅቡእ እግዚኣብሄር ካብ ምዝርጋሕሲ እግዚኣብሄር ካባይ የርሕቆ ኣብ ቀዳማይ ሳሙኤል ዕስራን ሽዱሽተን ዓሰርተ ሓደን ንርኢ ሕጂ እንታይ እዩ ዳዊት እግዚኣብሄር ቀቢእዎ ንጉስ ክኸውን እንተኾነ ግን ዋላ እኳ እግዚኣብሄር ተቐብኦ ብቆልዑ ከሎ ንዕኡ ከቀላጥፍ ኢሉ ግን ናይ ገዝእ ስጕምቲ ኣይወሰደን። ዋላ'ኳ ብዙሕ ኣጋጣሚታት ነቲ ሽዑ ዝነበረ ቀዳማይ ንጉስ እስራኤል ንሳኦል ንዕኡ ንኽቐትሎ ወይ ክጐድኦ ዕድላት ረኺቡ እንተ ነበረ፣ ግን እግዚኣብሄር ቀቢኡኒ ስለ ዝዀነሲ ነዚ ኣብ ቅድመይ ዘሎ ንጉስ ክኣልዮ ኣለኒ፣ መታን ንጉስ ክኸውን ኢሉ ዝዀነ ይኹን ነገር ስጕምቲ ኣይወሰደን። ዳዊት። ብዙሕ ኣጋጣሚታት ነይርዎ ከምኡ ክገብር ዘኽእሎ ግን ኣይወሰደን ብትዕግስቲ ተጸብዩ ማለት እዩ እግዚኣብሔር ድሕር ቀቢእኒ እግዚኣብሔር ድሕር ንጉስ ክትከውን ኢኻ ኢልኒ ባዕሉ ንጉስ ክገብረኒ ክኽእል ኣለዎ እምበር ኣነ ኢደይ ኣይእቱን እየ ኢሉ ተጸብዩ ዳዊት ኣዝዩ ንእሽቶ ኸሎ እዩ ንጉስ እስራኤል ንኽኸውን እተቐብኤ። ይኹን እምበር፣ እቲ ናብ ዝፋን ንኽድይብ ዝነበረ ጕዕዞ ነዊሕን ዘይምእምኡን እዩ ነይሩ። እቲ ንጉስ ን ንኸህድእ ሙዚቃ ንኽወቅዕ ተጸዊዑ እዩ። ንኣብነት፣ ካብ መጀመርያ ሕጂ፣ ኤለን ዋይት ከም እትብል፣ ኤለን ዋይት፣ እቲ እግዚኣብሄር ሲ ብናቱ ፕሮቪደንስ ወይ መለኮታዊ ምስጢራዊ ኣሰራርሓ እዩ ንዳዊት ናብቲ ቤተ መንግስቲ ክኸይድ ፈቒዱ ምክንያቱ ብዛዕባ እቲ ኣብ ቤተ መንግስቲ እንታይ ምዃኑ ክርድኦ ቅድሚ ንጉስ ምዃኑ ትብል ዋላ እኳ ዳዊት ርኹስ መንፈስ ሕማቕ መንፈስ መፅዎ ክእለት ናይ ዳዊት ተፈሊጡ ስለ ዝነበረ ከዓ ብሙዚቃ ገይሩ ነቲ ርኹስ መንፈስ ከባርረሉ ተፀዊዑ እተነበረ ግን ብድሕሪት ከዓ እግዚኣብሔር መደብ ከም ዝነበሩ ትዛረብ ብዝኾነ ነቲ ንጉስ ንኸህድእ ሙዚቃ ንኽወቅዕ ተጸዊዑ ናብቲ ቤተ መንግስቲ ማለት እዩ ዳዊት ካልእ ንጎልያድ ብምቕታሉ ጅግና ኮይኑ ኣብ መንጎ ጎልያድን ዳዊትን ፍሉጥ ዛንታ መጽሓፍ ቅዱስ ኣብ ብዙሕ ዋላ ብዘይ ኣመንቲ እውን ዝፍለጥ እዩ ኣብ ሰራዊት ኣገልጊሉን ውሩይ እኳ ኮይኑ ማለት ዳዊት ካልእ ምስቲ ወራሲ ከም ዝኾነ ዝበሃለሉ ዝነበረ ዮናታን ተዓራሪኹ ወዲ ሳኦል ካልእ ኣብቲ ግዜ እቲ ዝነበረ ንጉስ ሳኦል ክቐትሎ ደልዩ ማለት እዩ። ንህይወቱ ብምንሓፉ ምስ ሳኦል ሰላም ገይሩ። ምኽንያቱ ከምቲ ኣቐዲመ ዝበልክዎ ብዙሕ ኣጋጣሚታት ነይሩ ንዑ ክቐትለሉ ዝኽእል ግን ሳኦል ከምዚ ክገብር እንዳኸኣለ ዳዊት ስለ ዘይቀተሎ ደሓር ብኡ ምኽንያት ሰላም ገይሩ ግን ናብቲ ዝነበሮ ዕብዳን ድማ ተመሊሱ ነይሩ ማለት እዩ። ከም እንደገና ሳኦል ኣሳጒግዎ። እንደገና ንህይወት ሳኦል ንሒፉ፣ ይኹን እምበር እናሃደመ ከም ኰብላላይ ኰይኑ ነይሩ። ዳዊት ዳዊት ነቲ ኣምላኽ ጌና ዘይሃቦ ንኸይወስድ ወሲኑ፣ ሽሕኳ ብኣጸጋሚ ጽንኩርን ብኣጸጋምን ጽንኩርን እዋናት ክሓልፍ እንተነበሮ፣ ህይወቱ እውን ኣብ ሓደገኛ ዅነታት ክትኣቱ እንተነበራ፣ ነታ ኣምላኽ ዝመደባ ህሞት ተጸበየ። ሕጂ እውን ካብ ዳዊት ንምሃሮ እንታይ እዩ? ነታ ኣምላኽ ዝመደባ ህሞት። ነታ ንሱ ዝመደባ ግብእቲ ግዜ ንዓኣ ምጽባይ እዩ። እዚ መሰረታዊ ነገር ማለት እዩ። ትዕግስቲ ነዛ ህሞት እዚኣ ክትሓልፈና የብላን። ባዕልና ኣቀላጢፍና ኣብ ህይወትና ክነምጽኦ ንደልዮ ነገር ክህሉ ኣይግባእን። ከምኡ እንተ ጌርና ንህይወትና ጥራሕ ኢና ክንጎድእ እንኽእል። ካብ ዳዊት እንመሃሮ እንታይ እዩ? ዳዊት ነቲ ኣምላኽ ጌና ዘይሃቦ ንኸይወስድ ወሲኑ። ሽሕ'ኳ ብኣጸጋምን ጽንኩርን እዋናት ክሓልፍ እንተነበሮ፣ ህይወቱ'ውን ኣብ ሓደገኛ ኩነታት ክትኣቱ እንተነበራ፣ ነታ ኣምላኽ ዝመደባ ህሞት ተጸበየ ማለት እዩ። ዓቕሊ ምስኣን ኤልያስ ከኣ ከም ኣብነት ክንወስዶ ኢና። ሕጂ ንሱ ኸኣ እዚ ምስ ረኣየ፣ ነፍሱ ምእንቲ ኬድሕን ተንሲኡ ከደ፣ ናብ ብኤርሸባዕ ናብ ይሁዳ መጸ፣ ነቲ ግልያኡ ኸኣ ኣብኣ ሓደጎ። እቲ እዚ ኤልያስ ሓደ ካብቶም ሞት ከይረኣዩ ናብ ሰማይ ዝዓረገ እዩ ብህቦብላ ንፋስ ማለት እዩ እግዚኣብሔር ወሲድዎ ነፍሱ ምእንቲ ከድሕን ተንስኡ ከደ ናብ ብኤር ሸባዕ ናብ ይሁዳ መፀ እንታይ ኮይኑ ሃዲሙ ኤልያስ ኤልያስ ሓውን ብርቱዕ ዝናብን ካብ ሰማይ ከም ዝወርድ ብምግባር እቲ ሓያል ኢድ ኣምላኽ ርእይዋ እዩ ይኹን እምበር ብናይ ኤዛቤል ምጉዕባዕ ፈርሀ ናብ ዶብ ይሁዳ ንልዕሊ ሚእትን ሓምሳን ኪሎ ሜትር ሃዲሙ፣ ካብኡ ርሒቑ እውን ኣብ በዓቲ ተሓቢኡ ኣብኡ፣ ኣብዚ እንታይ ትገብር ኣሎኻ ኤልያስ እናበለ ብፍቕሪ ዝወቕሶ ድምጺ ሰሚዑ። ቀዳማይ ነገሥት ዓሰርተ ትሽዓተ፣ ትሽዓተ ንረክብ። ኤልያስ ኣብ ክንዲ ምህዳም ኣምላኽ ንዝገብሮ ዕዮ ተጸብዩ እንተዝኸውን ነይሩ፣ ካብቲ ኣቐዲሙ ዝገበሮ ንላዕሊ ዝዓበየ ተሓድሶ ምገበረ ነበረ ትብል ኤለን ዋይት ኣብ ፓትሪያርስ ኤንድ ፕሮፌትስ ምዕራፍ ዓሰርተ ሰለስተ ሚእትን ስሳን ሸውዓተን። ስለዚ ኤልያስ ኣብ ክንዲ ምህዳም ኣምላኽ ንዝገብሮ ዕዮ ተጸብዩ እንተዝኸውን ነይሩ፣ ካብቲ ኣቐዲሙ ዝገበሮ ንላዕሊ ዝዓበየ ተሓድሶ ምገበረ ነይሩ ትብል። ስለዚ ዓቕሊ ብምስኣና ብዙሕ ነገር ከም ዝጎድለና ኢና ንመሃር። ዓቕሊ ዝሰኣነ ኤልያስ በይኑ ኣይነበረን። ሳራ ወይ ሙሴ ክጽበዩ ከም ዘይደለዩ፣ ሳዕቤናቱ ድማ እንታይ ከም ዝነበረ ንዘክር፣ ኣብ ዘፍጥረት ዓሰርተ ሽዱሽተ ካብ ሓደ ክሳብ ሰለስተ ከምኡውን ኣብ ዘሁልቅ ዕስራ ካብ ዓሰርተ ክሳብ ክልተ ነንብብ ኢና፣ ክሳብ ዓሰርተ ክልተ። ሙሴ ንሓደ ግብፃዊ ከም ዝቐተለ ነቲ ናይ ኣምላኽ ነገር ከቀላጥፎ ደልዩ እቲ ግዜኡ ግን ኣይነበርን ኣርብዓ ዓመት ሃዲሙ ጓሳ ክኸውን ነይርዎ ወዲ ሰማንያ ዓመት ምስ ኮነ እግዚኣብሔር ጸዊዕዎ ከገልግል ናይ ሳራ እውን ከምኡ እግዚኣብሔር ውሉድ ክህቦም ተጸቢብዎም ግን ሳራ እንታይ ኢላ ምኽሪ ሂባቶ ንኣብርሃም ካብዛ ግዝእቲ ካብ ሃጋር እቶ ኢላ እስማኤል ተወሊዱ እዚ ኩሉ ካብ ዘይምጽባይ ማለት እዚኣቶም እምነቶም ኣብ መወዳእታ እኳ ተፈጺማ እንተኾነት ግን ኣብቲ መስርሕ ዘርኣይዎ ድኻማት ንዓና ሎሚ እንታይ ይኾነና ትምህርቲ ይኾነና ከምኡ እውን ተጌርና እቲ ሳዕቤናቱ ድማ ናይ ግድን ክመጻና ስለ ዝኾነ ካብ ህይወቶም ተማሂርና ንኣምላኽ እሙናት ኮይና ነቲ ዝገለጸልና እንዳ ተቐቢልና ብኡ እንዳ ነበርና ንየማን ወይስ ንጸጋም ከየልገስና እታ ኣምላኽ ዝመደባ ህሞት ንዓኣ ክንጽበ ተዘይኮነ ስቓይ ኢና ከነምጽእ ተሃዊኽና ባዕልና ነቲ ኣምላኽ ዘይመደበልና ንክንረኽቦ ብንገብሮ ፈተነ ኩሉ እንታይ ዘምጽኣልና ስቓይ እዩ ዘምጽኣልና ልዕሊ ኩሉ ከኣ ኣምላኽ ኣይከብርን ማለት እዩ ብትዕግስቲ ክትጽበ ምምሃር ወይ ምልምማድ፣ እዚ ሕጂ ምልምማድ የድልዮ። መገድኻ ንእግዚኣብሄር ኣማዕቍቦ፣ ኣብኡ ተወከል፣ ንሱውን ከስልጠልካ'ዩ ይብል ኣብ መዝሙር ዳዊት ሰላሳን ሸውዓተን ፍቕዲ ሓሙሽተ። ኣምላኽ ንኽዓዪ ከመይ ኣቢልና ብትዕግስቲ ክንጽበዮ ከም ዘለና ካብ መዝሙር ዳዊት መበል ሰላሳን ሸውዓተን ዓብዪ ትምህርቲ ንቐስም። ኣይትበሳጮ። ኣብዚኣ ጨው ኣይክትኮን እየዋ ሾይ ኢለያ ኣለኹ ይቕሬታ ኣይትበሳጮ ሕልናኻ ኣይዕረብካ እዚቲ ከመይ ጌርና ክንፅበዮ ከልና ክንፅቢ ከልና ኣይንበሳጮ ሕልናና እውን ኣይዕረብና ከምኡ ኣብ ኣምላኽ ክንውከል ኣለና እንዳተፀበና ከለና ከምኡ ብኡ ክንሕጎስ ደስ እውን ክብለና ከም ዘለዎ መገድና ድማ ንእግዚኣብሔር ከነማዕቅቦ ከም ዘለና ህድኣት ህዱኣት ክንከውን ከም ዘለና፣ ንሕርቃን ቁጥዓን ደው ከነብሎ ከም ዘለና፣ ንኣምላኽ ክንጽበዮ ከም ዘለና ይነግረና። እዚ ኩሉ ማለት እዩ እዚ ኩሉ ኣብቲ እዚ ምስ እንገብር ንለማመድ ኣለና ማለት እዩ ንለማመድ ኣብዚ ሕጂ ስእሊ ናይ ሓደ ዝጽበ ዘለዎ ኣንቲ ጓል ማለት ተስፋ ቆሪጻ ኢና ንርኢ ዘለና ሓደ ድማ ንእግዚኣብሔር ይጽበሎ ንየሱስ ይጽበሎ ማለት እዩ ስለዚ ምናልባት ብኣምላኽ ባህ ንክብለካ ዝወሃብ ምኽሪ ስግንጢር መሲሉ ክረኣ ይኽእል ይኸውን። ይኹን እምበር፣ እዚ ኣብኡ ምውካል ዝሓቖፈ እዩ። ኣምላኽ ኣብዚ ስለ ዘሎ፣ ይዓዪ ድማ ስለ ዘሎ፣ ንሰላምና ክወስዶ ዝኽእል ዋላ ሓደ የልቦን። ክስዕሮ ዝኽእል ዋላ ሓደ ስለ ዘየልቦ ንውድሶን ነመስግኖን እዩ እቲ መሰረታዊ ሓሳብ ማለት እዩ እሞ ስግንጢር ኣይኮነን። ብኣምላኽ ባህ ክብለካ ክበሃል ከሎ እንታይ ደኣ ኣብኡ ምውካል ማለት እዩ። ኣምላኽ ከኣ ኣብዚ ስለ ዘሎ ይዓዪ ድማ ስለ ዘሎ ስለ እትኣምን ዘለኻ እዩ ሱቕ ኢሉ ኣይኮነን ዘሎ። ስለዚ ነዚ ግምት ኣእቲኻ እዚ ኩሉ ባህርያት ምስ እትገብር ትለማመድ ኣለኻ ማለት እዩ። ኣይትበሳጮን ኢኻ ከምዛ ኣቐዲመ ዝበልኩ እዚኣ ጨው እያ ክትኮን ዘለዋ። ኣይትበሳጮ ሕልናኻ የዕረፍካ ይብል ፍቕዲ ሓደ። ኣብ ኣምላኽ ተወከል ይብል ፍቕዲ ሰለስተ። ብእኡ ተሓጎስ ደስ እውን ይበልካ። መገድኻ ንእግዚኣብሔር ኣማዕቁቦ፣ ፍቕዲ ሓሙሽተ፣ ህዱእ ኩን፣ ፍቕዲ ሸውዓተ፣ ንሕርቃን ቁጥዓን ደው ኣብሎ፣ ፍቕዲ ሸሞንተ፣ ንኣምላኽ ተጸበዮ፣ ፍቕዲ ትሽዓተ። ምናልባት እዛ ሰላሳን ሸውዓተን መዝሙር ዳዊት ኣንብብዋ፣ ግን ምልምማድ ድማ የድሊ። እቲ ናይ እምነት ህይወት ምልምማድ ድማ የድልዮ እዩ። ኣብ ጸበባይ ንመደባት ኣምላኽ ከንብቦ ኣይከኣለንን እዩ፣ ይኹን እምበር ዝሓይሽን ዝጠቕመንን እንታይ ምዃኑ ይፈልጦ እዩ። ስለ ዝኾነ ድማ ንነፍሰይን ስጋይን መንፈሰይን ከም ናብ እሙን ፈጣሪየይ ገይረ ናብኡ ከማዕቁብ እየ። መን ከም ዝኣመንኩ እፈልጥ እየ። ነቲ ገንዘብ ሕድሪ እውን ክሳዕ እታ መዓልቲ እቲኣ ምሕላዉ ከም ዝከኣሎ ተረዲኤዮ ኣለኹ እሞ ኣይሓፍርን እየ ይብል ሃዋርያ ጳውሎስ ኣብ ካልኣይ ጢሞቴዎስ ሓደ ዓሰርተ ክልተ። ዝያዳ እምነት፣ ዝያዳ ፍቕሪ፣ ዝያዳ ትዕግስቲ፣ ዝያዳ ዓቕሊ፣ ዝያዳ ፍጹም ትውክልቲ ኣብ ሰማያዊ ኣቦና ምእንቲ ክህልወና፣ ንነፍሳትና እንተ ምሂርናየንን ኣለማሚድናየንን፣ ብናይዚ ህይወት ገድልታት ክንሓልፍ ከሎና፣ በብመዓልቱ ዝዛይድ ሰላምን ሓጐስን ከም ዝህልወና እፈልጥ እየ ትብል ድማ ኤለን ዋይት ኣብ Selected Messages Book Two ምዕራፍ ዕስራን ሓሙሽተን ገጽ ክልተ ሚእትን ኣርብዓን ክልተን ማለት እዩ ነቲ ብእንግሊዝኛ ተንብቡ ስለዚ ክቡራት ሰማዕቲ ስለ ነዚ መደብ ንክትከታተሉ ዕድል ስለዝረኸብኩም ኣምላኽ ይባርኽኩም ልዕሊ ኩሉ ናይ ኣምላኽ ነገር ሎሚ ጽባሕ ዘየብል እዩ ስለዚ ምስ ኣምላኽ ዘለና ርክብ ዝጠበቐ ክኸውን የሱስ እንታይ ኢሉ እቲ ብኣይ ዝኣመነ እንተሞተ እኳ ብህይወት ክነብር ኢሉ ስለዚ ምስ ክርስቶስ ማለት ህይወት ማለት እዩ ምስኡ ንዕኡ ንኽንፈልጦ ንዕኡ ንኽንቅበሎ ነቲ ኣብ ጎልጎታ ዝገበሮ መስዋዕቲ በጃ ምሕላፍ ክንቅበሎ ሓጥያትና ተኣሚንና ብንስሓ ናብኡ ንኽንምለስ ደሓር ኣብቲ ኣምላኽ ዝጽውዓና ግዜ ድማ ድልዋት ክንከውን ኣብ ሰማይ ዘዳልወልና ቦታ ክንወርሶ መታን ማለት እዩ። ኣብኡ ሞት ዘይብሉ፣ ስቓይ ዘይብሉ፣ ሓዘን ዘይብሉ፣ ሽግር ዘይብሉ ንዘለኣለም እንዳተሓጎስካ ፍቓድ ኣምላኽ እንዳገበርካ ትነብረሉ ሃገር ሰማይ ኣብኡ ንክንኣቱ መታን እምነትና ኣብ ኣምላኽ ጽኑዕ ክኸውን እዩ ጎይታ ዝደሊ እሞ ስለ ዝሰማዕኩም እግዚኣብሄር ይባርኽኩም ተሪፉ ንዘሎ ግዜኹም ኣብ ዝመጽእ መጽናዕቲ ክሳብ ንራኸብ ሰናይ ቅነ ግን መጀመርያ ብጸሎት ክንውድእ ንጸሊ ቅዱስ ቅዱስ ቅዱስ እግዚኣብሔር ኣቦ ሰማይን ምድርን ዝፈጠርካ ኣምላኽ ተመስገን ስለ ትዕግስቲ ስለ ዓቕሊ ስለ ኩሉ ነመስግነካ ኣለና እሙን ኣምላኽ ንስኻ ኢኻ ንሰብ እኳ ንፅበ ንዓኻ ደኣ ፈጣሪ ኩሉ ኢኻ ተበጃዊና ኣምላኽ ኢኻ እሞ ኣባኻ ዘለና እምነት ክፀንዕ እቲ ንስኻ ክንቅበሎ ዘይመደብካዮ ንኽንቅበሎ ከይንፍትን፣ ምኽንያቱ ከምኡ ብምግባርና ንዓኻ ኣይነኽብርን ንገዛእ ርእስና እውን ንጎድእ ስለ ዝኾንና። ስለዚ ንነፍስ ንኹሎም ነዚ መደብ ዝሰምዑ ባርኮም፣ ምስትውዓል ሃቦም፣ ተዓገስቲ ክንከውን፣ ካብ ህይወት ናይ ዳዊትን ናይ ኤልያስን ክንመሃር፣ ቃልካ ኩሉ ሳዕ ከነንብብ ንቃልካ ኣብ ልብና ክንዓቕሮ፣ ኣባኻ ኣብ ጸጽባሕ እናዓበየ ዝኸይድ እምነት ክህልወና ንጽሊ ንኹሎም ዝሰምዑ ባርኮም። ጎይታ ምሳና ኩን ተሪፉ ንዘሎ ግዜና ንዓካ ኣሕሊፍና ንህበካ ኣለና ብስም እቲ ተፍቅሮ ወድካ የሱስ ክርስቶስ ንጽሊ ኣሜን። ሕራይ ክቡራት ሰማዕቲ እምበኣር ኣብ ዝመጽእ መደብና ክሳብ ንራኸብስ ደሓን ቀንዩ።